ኤርትራዊ ተቐዳዳማይ ናትናኤል ብርሃነ ካልኣይ ደረጃ ሒዙሉ ዝርከብ ዙር ቱርኪ ሻውዓይ መድረኹ ሎሚ ቐጺሉ ውዒሉ ኣሎ። ንምሉእ ትሕዝትኡ ኣማኑኤል ኣልኣዛር ኣዳልይዎ ኣሎ።
ሎሚ ቀጺሉ ኣብ ዝወዓለ ሻብዓይ መድረኽ ቱር ቱርኪ ብውህሉል ግዜ ካልኣይ ደረጃ ሒዙ ዝርከብ ኤርትራዊ ተቐዳዳማይ ናትናኤል ብርሃነ ምስ ካልኣይቲ ጉጅለ ብምዃን ውድድሩ ድሕሪ ምፍጻሙ ምስ መራሕ'ቲ ውድድር ቱርካዊ ሙስጦፋ ሳይራን ዝጸንሖ ፍልልይ ዓቂቡ ኣብቲ ሚእትን ዕስራን ኣርባዕተን ኪሎሜተር ዝሸፈነ ውድድር ኩሎም ኣብ ውድድር ግዜ ዝርከቡ ተቐዳደምቲ ተሓላልዮም ኣብ ካልኣይቲ ጉጅለ ኮይኖም ውድድሮም ብምፍጻሞም ድማ ኣብ ግዜ ዝመጸ ለውጢ የለን። በዚ መሰረት ቱርካዊ ምስጦፋ ሳይራም ብ ዕስራን ሽዱሽተን ሰዓት መሪሕነት'ዚ ውድድር ብምሓዝ ናይ ክብሪ ሰመያዊ ማልያ ክለብስ እንከሎ ናትናኤል ብርሃነ ድማ ብ ኣርባዓን ሓደን ካልኢት ኣድሒሩ ካልኣይ ደረጃ ሒዙ ኣሎ። ቱር ቱርኪ ጽባሕ ብ ሻምናይ መድረኽ ዝዛዘም ኮይኑ ኣብ ውሽጢ ከተማ ኢስታንቡል ዝካየድ ምስ ምዃኑ ድማ ኣብ ግዜ ለውጢ ክመጽእ ትጽቢት የለን። በዚ ተደኣ ተዛዚሙ እቲ ኣብ ቀዳማይ ዓመት ፕሮፌሽናል ቅድድም ብሽክለታ ዝርከብ ኤርትራዊ ናትናኤል ብርሃነ ኣብ ፖድዮም ክድይብ ክበቅዕ'ዩ። እዚ ውጽኢት ነዚ ወዲ ዕስራን ክልተን ዓመት ተቐዳዳማይ ንመጻኢ ናብ ዓበይቲ ውድድራት መንጠሪ ባይታ ከም ዝኾኖ ንምርድኡ ኣየጸግምን። ናትናኤል ትማሊ ናይ ክብሪ ማልያ'ዚ ውድድር ንቱርካዊ ሙስጦፋ ሳይራን ድሕሪ ምርካቡ ኣብ ዝሃቦ መግለጺ ጸወታ ምስ ተጀመረ ብዝተኻየደ መጥቃዕቲ ኣነ ካብ ደቂ ጋንታይ ሓደ ተቐዳዳማይ ጥራይ ሒዘ'የ ንቕድሚት ኣምሪሐ። ምሳይ ዝኸደ ወዲ ጋንታይ'ውን ድሕሪ ነዊሕ ጻዕሪ ካባና ተሪፉ። ኣብ መወዳእትኡ በይነይ ኣንጻር ብርክት ዝበሉ ደቂ ጋንትኡ ሒዙ ዝጓዓዝ ዝነበረ ሙስጦፋን ካልኦት ብግዜ ዝወዳደሩ ዝነበሩን ተቐዳደምቲ ክምክት ነይሩኒ ዝበለ ናትናኤል፣ ሕጂ'ውን በቲ ንሱ ዘይተጸበዮ ብሉጽ ብቕዓቱ ኣመና ሕጉስ ምዃኑ ኣብሪሁ።